ኦኬ እዎ ኖ ኖ ንሱ እዩ ከምቲ ዝበልኩሞ እቲ መሰረታዊ ፀገምና ኣብ ደገ ሓደ ንበይኑ ደው ክብል ዘይከኣለ ሰብ ሓንቲ ንበይና ደው ክትብል ዘይከኣለት ሰብ ሓፋሽን ኣውራጃን ሙሉ ብድሕረይ ኩኑ ብቕድመይ ኩኑ እንዳበልካ ዝግበር ጎስጓስ ኣሎ ሕጂ እዚ ጎስጓስ እዚ ከኣ እቲ ሓፋሽ ወይ ከኣ እቲ ሰዓቢ እየ ዝብል ዘሎ ኣብ ዘይምልከቶ እዩ ዝኣቱ። ሓደ ሰብ ብውልቁ ዝገበሮ ጸገም ዝፈጠሮ ብውልቁ ምስቲ ሰብ ጥራሕ እዩ ክተሓሓዘሉ ዘለዎ። ናቲን ሃስ ቱ ዱ ምሳይ ዘተሓዝ የብሉን። ሓደ ሰብ ይዕመጽ እንተሎ ጥራሕ ኢኻ ኣብ ጎኑ ክትከውን ዘለካ። ስለዚ ዋላ እዚ ናይ ኣውራጃ ኢሹ ምስዚ ዘለናዮ ዘመን ዝኸይድ ኣይኮነን። ኣብ ዕስራን ሓደን ክፍለ ዘመን ሰባት ተኣኪቦም ብዛዕባ ኣውራጃ ኮይኖም ሓማሴን ኣኮሎግዛይ ሰራየ ኢሎም ክጻወትሉ ሓፋሽ ስቕ ኢሉ ክርኢ ክዕዘብ የብሉን። እዚ ሓፋሽ እዚሲ ናይ ናይ ዝረብሕን ዘይረብሕን ሰዓቢ ኮይኑስ ብሽም ኣውራጃ እንድሕር ይእከብ ይደጋገፍ ኣሎ ኮይኑ ጸገም ጌሩ ኣሎ ማለት እዩ። ስለዚ ኣብ ዕስራን ሓደን ክፍለ ዘመን እቲ ቀዳማይ ከም ሓፋሽ ኣብ ስደት ብፍላይ ህዝብና ከወግዶ ዘለዎ ቀደም ድማ ኣብ ኤርትራ ዝተሳዕረ ድሑር ጥንታዊ ኣተሓሳስባ እዚ ናይ ኣውራጃ ወዲ ኣውራጃ እዩ። ሓውኻ ተመን ጎቲቱ ዝመጽእ ተኾይኑ እንታይ ይጠቕመካ ሓውኻ ምዃኑ? እንታይ ይዓብሰልካ? ሓውኻ ሓዊ ሒዙ ገዛኻ እንደንድደልካ ተኾይኑስ እንታይ ይጠቕመካ ሓውኻ ምዃኑ? ሶ ሕውነት ከኣ በተሓሳስባ እዩ። ሓወይ ትብሎ ሰብ በተሓሳስባ ብየእምሮ ብቅንዕንኡ ብዝህበካ ሰላም ደኣ እምበር ብስጋ ኣይኮነን ካብቲ ብስጋ ዝብጽብጸካ ዘናውጸካ ዘንድደካ ሓውኻስ እቲ ብስጋ ዘይብጽሓካ ግን ሰላም ናይ ኣእምሮ ዝፈጥረልካ ሓውኻ ይሓይሽ ኩሉ ግዜ ከኣ ኣብ ቅድሚ ስርዓት ሓወይ ጎረቤተይ ኣይኮነን መን ቁኑዕ ኣሎ መን ከ ዘይቁኑዕ ኣሎ ጥራሕ እዩ እቲ ሕቶ። ዓጽሚ ቆጺርካ ቆርበት ርኢኻ ሕብሪ እንዳ ረኣኻ ግን እዚ ሓወይ እዩ እሞ ዋላ ገበን እንዳ ገበረ ዋላ ጌጋ እንዳ ገበረ ክከላኸለሉ እዩ እንታይ ማለት እዩ እዚ ሓውኻ መዓት ከየምጸልካ ብእዋኑ ጸጉዑ እንተ ሓዘልካ እዩ ዝሓይሽ ስለዚ ከምዚ ሓደ ሓደ ግዜስ እቲ ናይ ኣውራጃዊ ኣተሓሳስባ ናይዞም ደቅታውቲ ናይዞም ህፃውንቲ ቆልዑ በቶም ዓበይቲ ኢና በሃልቲ በሃልቲ እዮም ባይ ዘ ወይ ኢን ሪያሊቲ ቆልዑ እዮም ብኦም ክምእዘኑስ ሓፋሽ ስቕ ኢሉ ክርኢ የብሉን ኣብ ስደት እቲ ዝዓበየ ንመሃሮ ነገር ምስ ዝተፈላለየ ሰብ ከመይ ጌርካ ተኸባቢርካ ትነብር እዩ ከምዚ ጆኒ ተንኪፎ ዝፀንሐ ኣብ እንዳ ቁማር ተባኢስካ ኣብ እንዳ ስዋ ተባኢስካ ኣብ እንዳ ሜስ ተባኢስካ ኣብ ሾሻል ሜድያ መፂእኻ ኣነ እኮ ወዲ ኩስቶ ስለ ዝኾንኩ እዮም ዝሃርሙኒ ዘለዉ እንታይ ዓይነት ዘረባ እዩ እዚ ኣነ እኮ ወዲ ሓማሴን ስለ ዝኾንኩ እዮም ዝቕጥቅጡኒ ዘለዉ ወዲ ሰራየ ወዲ ኣኮሎግዛይ ስለ ዝኾንኩ እዮም ዝቕጥቅጡኑ ዘለዉ ኢልካ ናብ ኣኮሎግዛይ ሓማሴን ሰራየ ትሕባእ እቲ ብሽም ሓማሴን ኣኮሎግዛይ ሰራየ ዝሓስብ ከም ዝሓስብ ዝገበርካዮ ምስኪን መንእሰይ ከዓ ብኡ ኮይኑ እ፣ ኣብ ብኮመንት ድዩ ዋላ ብገለ ድዩ እንታይ ገብረካ ክድግፈካ ፍትን ኪድ ከምታ ዝኣተኻያ ውፃያ ክበሃል ኣለዎ ስለዚ እዚኣ እያ እታ ናተይ ማለት እዩ ካልእ ምናልባት ምልስ ከነብሎ እዚ ናይ እ፣ ፖለቲካ ምናልባት እታ ናይ ቻይና ዝበልኩማ ኣብቲ ዳህላክ ሓንቲ ወይ ትንክፋ ቢልክያ ነርኪ እ፣ እዚ ናይ ቻይና እዚ ናይ ኣብዚ ኤሮጳ ሕጂ እቲ ን- ኣብ ቻይና ዝስራሕ ዝነበረ ብምሉኡ ንብረት ቻይና ንባዕሎም ባይ ዘ ወይ ቅድም ኣብ ዓዲ እንግሊዝ እዩ ነይሩ እዚ ኢንዳስትራላይዜሽን መጀመርታ ኣብ ዓዲ እንግሊዝ እዩ ጀሚሩ ሕጂ ኣብ ዓዲ እንግሊዝ ክሳብ ናይ ህጻውንቲ ቆልዑ ኣብ ትቦታት ምእታው ዝነበረሉ ኣብ ዓሰርተ ሸሞንተ ክፍለ ዘመን ኩሉ ሰብ ይፈልጦ እዩ ሶ ሕጂ ሽዑ ሃገራት ኩሉ ግዜ ሓንቲ ሃገር ትመጽእ ኢንዳስትራላይዝ ትኸውን ሽዑ ምስ ዓበየት ነቲ ለቨል ምስ ሓለፈቶ ነቲ ናይ ስራሕ መሰል ድዩ ተጣባቕነት ድዩ ዲሞክራሲ ድዩ ይመጽእ ሶ እቲ ካምፓኒ ሽፍት ይገብር ነዚ ዕድላት እዚ ቻይና ተጠቂማትሉ ሕጂ ከኣ ቻይና እቲ ናታ እቲ ናይ ናብራ ኩነታት ይቕየር ኣለዋ ኣብ ቻይና ሕጂ ነዚ ክትቅበሎ ትኽእል መን እያ እዩ ዘሎ ሕጂ ብዙሓት ካምፓኒታት ናብ በዓል ቬትናም ይኸዳ ኣለዋ ቬትናም ንኣብነት ምክንያቱ ኩሉ ግዜ ሃገራት ክመጻኻ ባይዶ ካምፓኒታት ክመጻኻ ጸጋ እዩ ጥራሕ እንታ ምክንያቱ ክትምዕብል ግድን ብኸምኡ እያ ትምዕብል ዝኾነት ሃገር ባይዶ ዋላ ዓዲ እንግሊዝ ከምኡ እዩ ማዕቢልዋ ጀርመን ከምኡ እዩ ማዕቢልዋ ሕጂ ዘሎ ውድድር ኣብ ኣፍሪቃ እዩ ስለምንታይ እዩ ኣብ ኣፍሪቃ ዝኽየድ ዘሎ? እቲ ሰለስተ መሰረታዊ ናይ ባተሪ መስርሒ እዚ ሚነራልስ ኣብ ኣፍሪቃ እዩ ዘሎ። ኮንጎ ኦልሞስት 80 ፐርሰንት ድያ ቴስዓ ፐርሰንት ሬር ሚነራል እርዝ ኣለዋ። እዚ ማለት ድማ እቲ ዝብ- ን- ን- ን- ንድሮን ንሚሳይል ንሳተላይት ንቴሌፎን ንኹሉ ዘስርሕ ከም በዓል ሊትዩም ዝኣመሰለ ከም በዓል ኮባልት ዝኣመሰለ ብምሉእ እዚ ኣብ እዚ ማእከላይ ኣፍሪቃ እዩ ዘሎ ዳትስ ዋይ እዚ ብምሉእ ማእከላይ ሰንትራል ኣፍሪቃ ኮባልት በልት ዝብልዎ ቁልፊ ናይ ኮባልት ዝብልዎ ዳትስ ዋይ ትራምፕ ዝሓለፈ እዋን ንኮንጎ ዓሪቐኩም ዶ ታይዶመይዶ ኢሉስ ኣብ ኮንጎ እንታይ ገይሩ መሲልኪ እቲ እቲ ማይን ወይ ድማ እቲ ዕደናሲ ካምፓኒታት ናይ ኣሜሪካ ከካይዶ ምክንያቱ ንዝሓለፈ ዓሰርተታት ዓመታት ቻይና ቴስዓ ፐርሰንት ናይ ሚነራል እርዝ ኣብ ዓለም ቻይና እያ ተውፅኦ ነይራ ዋላ ናይ ኣውስትራልያ ዋላ ናይ ገለ ምክንያቱ ቻይና ክንረስሕ ኢና ሎሚ ክንሽግር ክን- ክንሽገር ኢና ሎም መዓንቲ ሎሚ ብከላ ከጋጥመና እዩ ፅባሕ ግን ንዝሓሸ መፃኢ ኢሎም እዮም ሓሲቦም ቅድሚ 20 ዓመት ኤሮጳ ይንደልየና እዮም ኢሎም ሽዑ ምክንያቱ ሕጊ ኣለዎም ናይ ብከላ ናይ ገለመለ መዓት እዩ ዝኣስሮም ሶ እቲ ፀወታ ኣብኡ እዩ ዘሎ ሕጂ ካብ ናይ ነዳዲ ዘመን ናብ ናይ በት- ባተሪ ዘመን ኢና ንኸይድ ዘለና ኣፍሪቃ እንተ ናይ ብሓቂ ሓያላት መራሕቲ ዱልዱል ሕጊ ረኺባ ነዚ ዝመጽእ ዘሎ ዘመን እታ ዝበለጸትን ዝበልጸገትን ዝሓየለትን ኮንቲነንት ዘይትኾነሉ ኣብነት የለን ግን ኣፍሪቃ ነዚ ድልውነታ ከተረጋግጽ ክትክእል ኣለዋ እዩ እቲ መወዳእታ ዘሎ ፖለቲካ ስለዚ ፎካስ ናይ ዓለም ሎሚ ናበይ ኣሎ ናብ ኣፍሪቃ እዩ ዋላ እዚ ብቐዳማ ኢለዮም ነይረ ግሪንላንድ እታ ኮይኑ ትራምፕ ንግሪንላንድ ዕግርግር ገይሩ ግሪንላንድ ንባዕላ ናይ ፍሬሽ ዋተር ሽግር ንመጻእ ክትፈቲሓ ኣብ ዞባ ኣንታር እዚ ኣርኪቲክ እያ ዘላ which is ናይ ዓለም መሰጋገሪ ክኸውን እዩ ድሕሪ 50 ዓመት 100 ዓመት ቢኮስ ትበረክ ትበረድ ክመክኽ እዩ ዝብል ቲም ማርሻል ክገልጾ እንከሎ ስለዚ እዚ ግሪንላንድ ካ ሬር ሚነራል እርዝ ካ ኣለዋ ዝኸ ኣሎ ማለት እዩ ስለዚ እቲ ውግእ እቲ ቃልሲ ናብ ኣፍሪቃ ገጹ እዩ ዘሎ ሕጂ ስለዚ ንሕና ከም ኣፍሪቃውያን ከም ዜጋታት ኤርትራውያን ንኹን ካልኦት ከኣ ከመይ ጌርና ንቐጻሊ ኣ- እዚ ናይ ዞ- ናይ ዓለም ኩነታት ኣንቢብና ኣብ ዞባና እንታይ እዩ ክህሉ ዘሎ ምክንያቱ ኣፍሪቃ ዓቕሚ ሰብ ኣለዋ መንእሰይ ኣለዋ ሃፍቲ ኣለዋ ኤሮጳውያን ከኣ ነዚ ንዘመናት እዮም ክጥቀምሉ ጸኒሖም። ሕጂ በዓል ፍራንስ እዚ ካብ በዓል ኒጀር ዝረኽብኦ ዝነበራ በብሓደ ይ- ይ- ይስጎጋ ኣለዋ። ተ- ተ- ፍራንስ ስጎግ እዩ ዘሎ ሕጂ ካብ ኣፍሪቃ። እ፣ ዋላ በዓል ትራውረ መጺኦም ገለ ወዮ ደኣ ንፍራንስ ሰጒግካ ንራሻ ምእታው ደኣ ኮይኑ ኣብ ኩሉ ኣብ ኩሉ ወዮ ኮይኑ እምበር ማለት እዩ። ስለዚ ኤኒወይ ጎ ኣሄድ ክትቅጽሊ ትኽእሊ ኢኺ ዳህላኪኖ። እዚ እዩ ዘሎ እቲ እታ ናይ ዲሞክራሲ ዝበልክያ መበገሲት እንድያ ክስታይ ገይራትኒ። እያ ጎ ኣሄድ። ቴንኪዩ ሽኮሪና እንታይ ደ ክብለ ዝበልካዮ ኩሉ ክስታይ እንድዩ ኣብኡ ክመፅእ ግን መጀመርታ ኣብቲ ዓንቶ እንታይ ኢሉ ነይሩ ጆን ሓውና ሲ ኣያታትና ጠሊሞምና ኢሉ ነይሩ ሕጂ እቲ ቪክተም ሜንታሊቲ ሳምታይምስ ድሕሪት ዘትርፈና ተረዲእኻኒ ከመይ ማለት እየ ኣብ ኩሉ ጌጋ ክተለለ ክትክእል ከለካ ዕድል ይኽፈት ኣሎ ዕድል ናይ ምንታይ ንስኻ ሓላፍነት ናይ ምውሳድ ኦኬ ንሕና ኣነ ንባዕለይ ሕጂ ኣብ ኣርባዕታት ኣትየ ኣነ ኣያ ናይ ንኣሽቱ ኣሕዋት እየ ሜሮን ንስኻ ናይ ንኣሽቱ ኣሕዋትካ ሓውና ካ ናይ ንኣሽቱ ኣሕዋቱ ማለት እዩ እቶም ቅድሜና ዝነበሩ እንድሕር ደኣ ሓሚቖም ንዓና ቦታ ተኸፊቱ ኣሎ ዝኾነ ሓላፊ ትሪኦ ዝኾነ ሊደር ትሪኦ ኣብ ነብሱ ስለ ዝኣመነ ስለ ዝቐፀለ እዩ ዝኸይ ዘሎ እቶም ንእሽተይ ጀነሬሽን ኣብዚ ዘለና ንካልኦት ሰባት ክገብሩልና ምፅባይና እዩ ጥራሕ ኢና ዘትርፈና ዘሎ so whatever community create ክንገብሮ ንደሊ community ንሕና ንብገስ ኣምላኽ ይፍጽም እዩ ንስኻ ትብገስ ንህዝብኻ ከዓ ሓግዝ ትብል ማለት እዩ እዚ ካልእ እሽወሽ ኣብ ሶሻል ሚድያ ዘሎ ናይ ድንቁርና ማዕኸን ኮይኖም ዘለዉ ሰባት ንሳቶም ሰብ ዝስዕቦም ዘሎ እቲ ንቕሓትና ሓፍ ስለዘይበለ ስለዘይበረኸ እዩ ዳስ ዋይና ከምዚ ዓይነት ቶፒካት ሒዝና ክንመፅእ ከለና ሰብ እንዳነቐሐ ክመፅእ ከሎ ለውጢ ክደሊ ከሎ ድሕሪት ከም ዝተርፍ ዘሎ ተረዲኡ ነዞም ሰባት እዚኦም ናቹራሊ ድሮፕ ክገብሮም እዩ ማለት እዩ ስጋዕ ሽዑ ግን እዚ ሰብ እዚ ኣብ ስታት ክሳተፍ ናይ ግድን እዩ እቲ ንቕሓት ስለ ዘይበረኸ ማለት እዩ። ብምቕጻል ናይ ናይዚ ግሎቡል ፖለቲካ ይኹን ኤኮኖሚካል ሽፍት ይኹን ዝካየድ ዘሎ ኣፍሪቃ እቲ ዝዓበየ ሪዞርስ ዘለዋ ሰባት እዮም። ኣብ ኣፍሪቃ ንኣሽቱ ወለዶ ኣለዉ፣ ብዙሕ ሰብ ይውለድ ኣሎ፣ ብዝበዝሐ ዝውለድ ኣብ ኣፍሪቃ እዩ። ከም ትበልካዮ መዓት ማዕድናትን ሚነራላትን ስለ ዘለዋ ከዓ ንዕኡ ክወስዱ ዝደልዩ ከዓ ብዙሓት እዮም ዘለዉ። ካብ ቀደም ይወስዱ ነይሮም እንዲዮም ሕጂ ግን ከም በዓል ቻይና ሶፍት ፓወር እየን ዝጥቀማ ዘለዋ ሕጂ ቢዝነስ እዩ ቢዝነስ ስኪል ተሊካ ምስ ቻይና ነጎሽት ክትገብር ትኽእል ኢኻ እቲ ፀገም እንታይ እዩ ኤሮጳውያን ነጎሽት ምግባር ኣይለመዱን ቀደም ንሳቶም እዮም ኢንቻርጅ እዮም ኮኮቢንካ ባዕሎም ወሲዶም ባዕሎም ፕራይስ ገይሮም ባዕሎም ቸኮለት ይሰርሑ ኣብ ኣፍሪቃ ቸኮለት ዝብላዕ ዘየለ ኣብ ስዊስ ኬካ በሻሓት ትገዝኦ ቸኮለት ማለት እዩ ነቲ ፋርመር ግን ዘይጠቅም ንዓመቱ ከማን ክነብረሉ ዘይክእል ኤኮኖሚ እዮም ዝህብዎ ነይሮም ኣብዚ ግዜ እዚ ግን ኣፍሪቃ መንእስያት እንዳተስኡ እቲ ኮራፕት ዝነበረ ኣካይዳታት ዘይጠቅም እንዳኾነ እዩ ዝመፅእ ዘሎ ሶ ሳምታይምስ እተን ሃገራት ፀኒዐን ኖኖእ ዝበላ ነቲ ናይ ዌስተርን ኣነባብራ ኖኖእ ዝበላ ዋጋ ክኸፍላ ፀኒሐን እየን ስጋ ሕጂ ከም በዓል ኤርትራ ማለት እዩ እቲ ፀገም ከዓ እንታይ ነይሩ ብላዕሊ እቲ ዝገብሮ ዝነበሩ ተዋስኦ እንታይ ነይሩ ንሕና ክንሕግዝ ኢና ንሕና ክንምልእ ኢና እዩ ነይሩ ሚረን ሓወይ ግን እንታይ ነይሩ ኣብ ገዛእ ሃገርካ ተኻራይ ኢኻ ትኸውን ነርካ ሪዞርስካ ባዕሎም የውፅዎ ንኣብነት ሲ መሬት ኣላትኒ እሞ እንድሕሪ ካብ ሜሮን ሲ ሓደ ቢልዮን እንድሕር ኮይኑ ዋጋ እታ መሬትካ ኣነ ከዓ ሜሮን ኣነ ሓደ ሚልዮን ክበካ የተለካ ዋጋኣ ክንደይ ምዃና እታ መሬት ተደፈይጥካ ሓደ ሚልዮን ንዓኻ ጥራሕ ጅቦኻ ከለዎ መዓት ገንዘብ እዩ ማይ ጋድ መዓት ገንዘብ ይውንሎ ኢልካ ሚልዮን እንድሕር ወሲድካ እቲ ኤኮኖሚ ከኣ ንላዕሊ እንድሕር ደይቡ ናትካ ሚልዮን ከኣ እንድሕር ዓሰርተ ቅርሺ ተቐይራ ኣብ ዓሰርተ ዓመት እስኻ ጥራሕ ኢድካ መሬትካ ሸጥካ ኢኻ ሰብዓ ፐርሰንት ሂብካዮም ኢኻ ሚልዮንካ ከኣ ተወዲኣ ኣላ ጥራሕ ኢድካ ኢኻ ክትተርፍ ሕጂ ሙሉእ ኢንፎርሜሽን እንድሕር ኣለካ ኮይኑ ኖኖ እሳትኩም ዓሰርተ ቢልዮን ክተውፅኡ ኢኹም ኤኮኖሚ ከምዚ ዕቤት ክገብር እዩ ኣነ ከኣ ከምዚ ኣይህበኩምን እየ እንድሕር ኢልካዮም ኦኬ ባዕልኻ ትፈልጥ እብልኻ ንምንታይ ስትራግል ገይሩ ፅባሕ ንጎ ምስ ጨነቆ ክበና እዩ እቲ ሰብ ነዚ ተረዲኡ ናቱ መንገዲ ክኸይድ ዝደበለ ክጫማለቕ እዩ ክጠሚ እዩ ክስእን እዩ ክደኪ እዩ እቶም ደቅኻ እንታይ እዮም ክብሉኻ ሃቦም እንዶ ንበልዕ መሃለና ንሰቲ መሃለና ቪዥን ስለ ዘየለ ማለት እዩ ሕጂ እቲ ቪዥን ናይ ኣፍሪቃ እንታይ እዩ ዘፍራሕካ ኣብ ብዙሓት ሃገራት ከም በዓል ትራውረ ሕጂ ይሰጉዎም ኣለዉ ከም በዓል እ፣ ካ- ኤር- ኣፍሪቃ ካብ መግዛእታ ካብ ትወፅስ ክንደይ ብሌናት እትያ ክትሪኦ ከለካ ብጣዕሚ እዩ ዝገርመካ ንብምሉእ ህዝቡ እዩ ዘሎ ክበልዕ ምካለ እቲ ዝሰሪሖሞ ዘለዎ ባይታ ንኮራፕሽን እዩ ዝጠቅም ንዕኦም እዩ ዘገልግል ነቲ ህዝቢ ጉዳዮም ኣይኮነን ነይሩ ሕጂ ግን ቻይና ግን እንታይ ትገብር ኣላ ሶፍት ፓወር ክሬት ትገብር ኣላ እንታይ እያ ኖጎሽት ክትገብር እንድሕር ትኽእል ኮንካ ኖጎሽት ክትገብር ዕድል ክብካ እዮም ራሻ እንታይ ትገብር ኣላ ሲሚላር ቲንግስ እዚኣተን ንነብሰን ከርብሓ እንድየን ዝደልያ ዘለዋ ኩሉ ግዜ ኩላ ሃገር ንኣፍሪቃ ትኣቱ ነብሳ ክተርብሕ እያ እቲ ኣፍሪቃዊ ህዝቢ እንድሕር ደኣ ነቂሑ ኖጎሽት ክገብረሉ ኣብ ዝኽእል ባዕሉ ናቱ ክስታት ክሸጠሉ ኣብ ዝኽእል እንተበፂሑ ፅቡቅ እዩ ግን ኣነ ክሪኦ ከለኹ ናብኡ ንበፅሕ ኣይመስለንን ምክንያቱ ንዕኦም እንታይ እዩ ኣብ ደለብ ዓዲንግስ ዓዲንግስ እንታይ እዮም ዝሸጡ ፐቴቶ ድንሽ ድዮም ክሸጡልና ንኣፍሪቃ የለን ሶ እንድሕር ደኣ ማዕረ ክንዱ ነቂሕና ከዓ ንዓይ ኣስጋኡ ኮይኑ ስማዓኒ ምክንያቱ ፅባሕ ንጎ ንሕጂ ፃወቱ ኣለዉ ፖለቲካ ፖለቲካ ፃወቱ ኣለዉ ዲሞክራሲ ዲሞክራሲ ፅባሕ ንጎ ግን እ፣ ሽግር ፈጢሮም ነገራት ፈጢሮም እ፣ ድሌቶም ተድዮም ቦምብ ገብሩና ተልዮም ገለ ገብሩና ማለት እዩ ሕጂ እንታይ ዶ ፍርሓካ ኣፍሪቃስ ሬዲ ድያ ነዚ ክትምክቶ ኣይ ዶንት ቲንክ ሶ መብዛሕትኦም መራሕቲ ካወርድ እዮም ናይ ኣፍሪቃ እንድሕር ሪኢኻዮ ብዙሓት ኣይኮኑን ሓያላት ብዙሓት ኣይኮኑን ንሃገሮምን ህዝቦም ክስውኡ ዝደልዩ እቲ ታሪክ ተርእኻዮ ከዓ እቶም ብዙሓት ዝተበራበሩ ከዓ ብመን ተቐቲሎም ብህዝቦም እዮም ተቐቲሎም ማለት እቲ ህዝቢ ከምዛ ኤግዛምፕል ዝሃብኩካ ናይቲ ሓደ ሚልዮን ሸይጡ ክነብር ዝደለየ ግን ኪኖ ዘይረኣየ እታ ክመፅኦ ዘይረኣየ እቲ ህዝቢ ከምኡ እዩ ክበልዕ ጥራይ ዝደሊ ንሕጂ ጥራይ ዝደሊ እንታይ ክመፅኦ ፅባሕ ንጎ ኣብ መሬቱ ተኻርዩ ክነብር ምዃኑ ድሕዳ ኩሉ ሪዞርስ ሂዎም ስለዘይርድኦም እቶም ሓለፍቲ ዝነበሩ ወይ እቶም መራሕቲ እንታይ እዮም ዝገብሩ ኦኬ ኮንፈርት እዮም ዝመርፁ ሺጥ ሺጥ ኣቢሎም እሶም ቤላ ናብራ ነብሩ ህዝቢ ካኣ ምን ኣባቱ መብዛሕተን እንተሪኢኻዮ ኣፍሪቃ ሃገራት እዚ ዘይበሃል ዕዳ እዩ ዘለወን እቲ ዕዳ ሕጂ ተዋሂበናሉ እንታይ ድመሽመሸ እኽሊ ሂቦምኻሲ ክንዲዚ ዋግኡ ክብልኻ ከሎስ ዋግኡ ኮይኑ ይኮነን እንታይ ደኣኒ ኣብቲ ነጎሽሽን ጣውላ ኮፍ ኢሎም ዝነበሩ ቅድሚኦም ዝተቃለሱ መራሕቲ በዓል ቶማስ ሳንካራ ይኹኑ ካልኦት ይኹኑ ብህዝቦም እዮም ተቐቲሎም እቲ መራሒ ክቕተል ኣይደልን እዩ ዓቕሙ ይገብር ኣብ መጠረሽኡ ግን ሳክሪፋይስ ዝገብር መራሒ ውሑድ እዩ ንሕና ከዓ ከም ኣፍሪቃውያን መንእሰያት መጠን ንበልሓሉ ንበራበረሉ እንድሕዳ ዘይተበራቢርና እንድሕዳ ዘይነቂሕና ኣንጻር ነብስና ኢና መብዛሕትኡ ግዜ ንሰርሕ ሶ ብዙሓት መንእሰያት ኣብ ኣፍሪቃ ሕጂ ተሪኢኻዮም ግን ይበራበሩ ኣለዉ ንትራሬ መን እዩ ዝድግፎ ዘሎ መንእሰያት እዮም መንእሰያት እዮም ይኣኽለና ዝብሉ ዘለዉ ፍራንስ ግን ኩሉ ዝከኣሎም ይገብሩ ኣለዉ ከፍርስዎ ሕጂ ኣፍሪቃ ክትበራበር ከላሲ ቀሊል ዋጋ ኣይኮነትን ክትከፍል። ቻይና ሕጂ ንኣብነት ኣነ ክከላኸልኩም እየ ንኣብነት ንኤርትራ ትኣቱ ቻይና ኣነ ክከላኸለልኩም እየ ምሳኹም ኣለኹ ራሻ ከምሳኻ ትኣቱ እዚ ክገብራ ከለዋ ካባኻ ዝሓትኦ ዋጋ ኣሎ ሕጂ እቲ ስምምፅኦም እቲ ኢንዳስትሪ ፅቡቅ እኳ እንተኾነ ንኣብነት ቻይና ሕጂ ማክሲሞም ለበል በፂሖም እዮም ዝብሉና እቶም ዝፈልጡ እቶም ፅሑፍ እንታይ ይፍልጡ ኣለና ግን እንታይ እዮም ዝብሉ ቻይና እቲ ክትበፅሖ ትኽእል ካምፓሲቲ እቲ ዝለዓለ ካምፓሲቲ በፂሓቶ እያ ሕጂ ሺ ሃስቱ ኣውትሶርስ ሕጂ እቲ ናታ ፋክትርታት እቲ ዝበፅሖ በፂሑ እዩ ሕጂ ንኣፍሪቃ ክትከይድ ከላ እንታይ ትገብር ኣብ ሶርስ ትገብር ኣላ እቲ ናታ ፓወርሲ ኢንክሪስ ክትገብሮ ተኮይና ማክሲሞም ጅም ልፍት ተብፅሖ ተበፂሕካሲ ሞር ክተልዕል ተደሊካ ካልእ ሰብ ጎንካ ኮይኑ ጠጠው ኢሉ ከልዕል ክኽእል ኣለዎ ሕጂ ኣፍሪቃ ካብቲ ማዕድናታ ጥራይ ዘይኮነ ኣብ ልዕሊኡ ሜን ፓወር ኣለዋ ናይ ሰብ ፓወር ኣለዋ ሕጂ ነዚ ክወስዳ ክመፃ እየን ናይ ዓለም ነገር ተሓሲብካዮ ብጣዕሚ እዩ ዘፍርሕ ምክንያቱ እንድሕር ናይ ብሓቂ ትርእይዎ ኣለኹም ኮንኩም ብጣዕሚ ብጣዕሚ እዩ ዘፍርሓካ ናበዮም ክኸዱ እንታዮም ክገብሩ ኣይንፈልጥ ኢና ግን ምናልባት እቶም ኢንተለጀንት ዝኾኑ እዚ ናይ በዓል ኤኣይ ድመፅ ደሎ ገለ ሕጂ ምናልባት ምናልባት ምናልባት ሆፕ ኣሎ እንድሕር ደኣ ኢንተለጀንት ሰባት ሒዞሞ እቲ ኣብ ዓለም ዘሎ ሰብ እታ ሓንቲ ፀገም ክትከውን ትኽእል እታ ሪዞርሱስ እያ ውሕድ ሪዞርስስ እዩ ዘለና ነዚኣ ከዓ መን ወሰዶ እዩ ዘሎ ሶ ሜቢ መንገዲ ፈጢሮም እኹል ሪዞርስስ ናብዚ ዓለም ዘሎ ሰብ እንተዘይረኺቦም ምንቕንቓስ ኣይተርፍን እዩ ማለት እዩ ሜረን ሓወይ ምብልሻዋስ ኣይትተርፍ እያ ናይ ፖለቲካ ክትሪኦ ከለካ
እወ ናይ ብሓቂ ዋላ ሓደ ካብቲ ንዓና ይኹን ንኣፍሪቃ ብሓፈሻ ናብ ድሕረት ዝመልስ ነገር ዘመናት ዝረኣናዮ እንታይ እዩ እዚ ሃይማኖታውን ኣውራጃውን ንባዕሉ መሳርሒ እዩ እዚ ሃይማኖታውን ኣውራጃውን ቃልሲ ኣብ ኣፍሪቃ ቀጻሊ ንኣፍሪቃ ንሓድሕድ ንዘመናት ዝሓቖና ሓደ ንድሕሪት ዘትረፋ ዋላ እኮ እታ ብዓቢኡ ባዕሎም ዝሓንጸጽዎ ካርታ እኮ እንተኾነት ጠንቂ ሽግር ግን ንኣፍሪቃ ብሃይማኖት ጌርካ በቲንካ ምድኻም ሓደ ካብቲ ኣጀንዳ ናይዞም ንብሎም ዘለና ኣካላት ምዃኑ እውን ክርሳዕ የብሉን እቲ ሕምቀት ናይ መራሕቲ ቀርኒ ኣፍሪቃ ኣብ ቦትኡ እዩ። እቲ ናቶም ሕምቀት፣ እቲ ናቶም ምስጋድ ንጸዓዱ፣ ኣገልጋሊ ምዃን ገለ ኣብ ቦትኡ እዩ። ግን ናይዚኦም ዕላማ ከኣ ኩሉ ግዜ ናይቲ ክወርስ ዝደሊ ሓይሊ ከኣ ከም ሓፋሽ ከመይ ጌርካ ከም ዘይትሰማማዕ እገብረካ እዩ። ሃይማኖት ሓደ ካብቲ ሓደገኛ ንህዝብታት ናብ ዓዘቕቲ ኲናት ክወስድ ዝኽእል መሳርሒ ጸላኢ እዩ። እስኻ እስላማይ እስኻ ክርስትያን እስኻ ካቶሊኽ እስኻ ጴንጠ እስኻ ከምዚ እንዳበልካ ነቲ ሰብ ተፋልሶ ኣብዚ ሃገራት እዚ ንባዕሉ ኣብዚ ኤሮጳዊ ዓለም ብሃይማኖት ዝሓለፈ ግጭት ኣዲኡ ትቑፀሩ ኣብ በዓል ፍራንስ ኣብ ውሽጢ 24 ሰዓት ዓሰርተ ሽሕ ሰብ ዝሞተሉ ኩናት ናይ ሃይማኖት ነይሩ እዚ ባዕሉ ኖቫል ሃራሪ ሰኒድዎ ዘሎ እዩ እዚ ብውሕዱ እየ ዛረብ ዘለኹ መዓት ኩናት ኣብ ኤሮጳ ናይ ኩናት ሓሊፉ እዩ ስለዚ ንሕና ድማ ካብዚ ከም ህዝቢ ክንመሃር ይግባኣና እዚ ድማ መብዛሕትኡ ግዜ ብመን እዩ ዝግበር በቶም ንዓና ዝመስሉ በቶም ቋንቋና ዝዛረቡ እዩ ንዓኻ ሓደ ኣሜሪካዊ መፂኡ ይኮነን ከምኡ ዝብለካ ሓደ ፃዕዳ መፂኡ ይኮነን ከምኡ ዝብለካ ንዓኻ ከምኡ ዝብለካ ንዓኻ ዝመስል ትግርኛ ዝዛረብ ሓውኻ እዩ በቲ ትግርኛ ዝዛረብ ሓውኻ ዋላ ካልእ ዝዛረብ ሓውኻ ጌሮም እዮም እንታይ ዝብሉኻ ዝብትኑኻ so እቲ ዘረባኻ ክጅምር እንከሎ ቀሊል እዩ ዝመስል ኣብ ሩዋንዳ ዘጋጠመ ህልቂት ብተራ ዘረባ እዩ ጀሚሩ ሶ ጽባሕ ንጎ እቲ መንእሰይ ብፍላይ ንሕና ከም ህዝብን ከም ሃገርን ዘለና ሽግርን ጾርን እኹል ስለ ዝኾነ ብከምዚ ዝኣመሰለ ተኣፋፊ ኣርእስታት ንዝመጹና እውን ሓደ ካብቲ ጸረ ንቕሓት ናይ መንእስያት እዚ ኣተሓሳስባ እዚ መንእሰይ ኣብ ዕስራን ሓደን ክፍለ ዘመን ኣብ ኣውራጃ ኣብ ሃይማኖት እንተ ተቋማጢዑ ኣብቂዑ ማለት እዩ። ስለዚ ከመይ ገይሩ ሰብ ካብዚ ኣተሓሳስባ እዚ ናጻ ይኸውን? ሓንቲ ነገር እያ፣ ንቕሓት እያ። ንቕሓት ከም ቃል ክትዛረባ እንከለኻ ቀላል እያ ትመስል። ብዘይ ንቕሓት ግን ዝብጻሕ ዝኾነ ነገር የለን። ሓደ መንእሰይ ድማ ነቒሑ ክበሃል ተኾይኑ መሰረቱ እቲ ኣውራጃዊ ዝበሃል ጸቢብ ዝበሃል ኣተሓሳስባ፣ ሃይማኖታዊ ዝበሃል ኣተሓሳስባ ወጊድ ክብሎ ኣለዎ። ብውልቂ'ዩ ክርእዮ ዘለዎ። ኣነ ከም ውልቂ ከም ሜሮን ኣማኒ ክርስትና'የ ክትብል ትኽእል ኢኻ። ጉሩፖ ኣይኮነን። ኩናት ኣይኮነን። ኣስላማይ ከምኡ፣ ክርስትያን ከምኡ፣ ኣውራጃታት ድማ ከምኡ። ንኣብነት እዚ ሕብረተሰብ ከበሳ ንርኣዮ። ብኡ እዚ ኣብኡ ስለ ዘሎ እቲ ዕግርግር ሕብረተሰብ ከበሳ እንታይ ይፈላልዮ በየናይ ዓጽሚ ኢኻ ክትመቓቕሎ ደሊኻ ከም ደርሆ ኣብ ክንዲ ሓይሊ ክፈጥር ክጸንዕ ክብርትዕ ዘይንቕነቕ ዓንዲ ክኸውን ትገብር ግደፍዮሞ ናይ ከበሳ ናይ ኣፍሪቃ እንዳተዛረብናስ ነዚ ብ ከበሳ ዘሎ ሰብ ኣውራጃ ሓማሴን ሰራየ ኣኮሎጉዛይ እንዳበልካ እልፊ ዝረብሑን ዘይረብሑን ቆልዑ ክጻወትሉ እንከለዉ እቲ መንእሰይሲ እንታይ እዩ ዝሕሉ ዘሎ ኣብዚ ንነብሮ ዘለና ብዓሌት ፈልዩ ዝነብር ሰብ ኣለና ድዩ? ኣብዛ ኤሮጳሲ ፈልዩ ብዓሌት እስኻ ኢኻ ወዲ ሓወቦይ እስኻ ወዲ ኮይባ ኣውራጃይ ባ እንዳበለ ዝእከብ ሰብ ኣለና ድዩ? ኣብዛ ዘለኹዎ ኣነ ኣውራጃና ካልእ ኩሉ ነገርና ኣገዳሲ ኣይኮነን ከይድና ሻሂ ንሰቲ ነዕልል ንጻወት ንስሕቕ ንዋዘ ንጫረቕ ንተሓጋገዝ ከኣ እቲ ሪያሊቲ ንነብሮ ዘለና ኣብ ስደት ሓቂ ዘረባ እዚ ኣነ ዝነብሮ ከምኡ እዩ ኣብ ማሕበራዊ ሚድያ ግን ኣብ ርእስናን ኣብ የእምሮናን እንታይ ይገብሩ ኣለዉ ይጻወቱ ኣለዉ በዓል ቻይና ሮቦት ይሰርሑ ኣለዉ በዓል ቻይና ቻይና ሎሚ ብሮቦት ሮቦት ድ- ድግምጠሉ ካራተ ድገብሩ ካብቲ ዝነበሮም ዝተዓፃፀፈ ሮቦት ሰሪሑ ቻይና ንሕና ኣብ ጥንኪ ዘመን ተመሊስና ዓፅሚ ዝቆፅሩ ሰባት ይመርሑና ኣለዉ ዓፅሚ ዝቆፅሩ ህይወት ኣ- ነቲ ኣተሓሳስባ ዕስራን ሓደን ክፍለ ዘመን ፊት ክገብርዎ ዘይከኣሉስ ክልክምዎ ደልዮም ነዚ መንእሰይ ነዚ ብሩህ መጻኢ ዘለዎ መንእሰይ መንእሰይ ብሩህ መጻኢ ዘለዎ ናይ ናይ ለውጢ ሓይሊ እዩ ሎሚ ኣውራጃ ሙሉእ ምፅራፍ ተራ ነገር እዩ ኮይኑ ሃይማኖት ሙሉእ ምዝንጣል ተራ ነገር ድሌትካ ኣውራጃ ፀሪፍካ ትሓድር ሎሚ በትብል እዚ ወጊድ ክበሃል ክኽእል ኣለዎ። እቲ መንእሰይ ከኣ ብንቕሓት ክከታተሎ ኣለዎ። ብዝተኻእለ መጠን ከኣ ዲፕላትፎርም ክገብሮም ኣለዎ ነቶም ሰባት። ነዞም ሰባት እዚኦም መን እዩ ዘዕብዮም ዘሎ? ነቶም ዝጻረፉ መን እዩ ዘተባብዖም ዘሎ? እቲ ዝዕዘብ ዘሎ እዩ። እቲ ዝሰምዕ ዘሎ እዩ። ሰለስተ ሽሕ፣ ዓሰርተ ሽሕ፣ ሓሙሽተ ሽሕ፣ ክልተ ሽሕ ሰብሲ ኣብ ሓድሕድ ጸርፊ እንድሕር ዘምሲ ኮይኑ፣ ወረ ጾይመ ኣለኹ እዩ ዝብለካ። ጾም ኣርብዓ እየ ደለኹ እብለካ። ዋላ ነታ ጾም ኣርብዓ እውን ካብቲ ጸርፊ ይእለኒ ጾም ኣርብዓ ኣለኹ እንዳበልካስ ክልተ ሽሕ ሰለስተ ሽሕ ሰብካ ኣብ እንዳ ጸርፊ ተኣኪቡ ጸናሕካ እንታይ ባቑጥ ኣለዎ ዋላ ነቲ ሃይማኖቱ ከይተረፈ ብኣፉ እምበር እንታይ ኢልዎ መጽሓፍ ቅዱስ እዞም ህዝቢ እዚኦም ብኸናፍሮም የፍቅሩኒ ልቦም ግን ካባይ ርሑቕ ኢልዎ ዋላ ኣብቲ ዋላ ነቲ ኣብቲ ጾምሲ ዋላ ነቲ ጾም ኢልካ እኮ መልሓስካ ተእክብ ኢኻ ዋላ ድሓን ነቲ ኣርብዓ መዓልቲ እስኪ የለን ሎሚ ተሪፉ እዩ ፋሽን እዩ ኮይኑ ስለዚ እንታይ እዩ ዘርእየካ እዚ እቲ ህዝቢ ዋላ እውን ካብቲ ሃይማኖተይ ዝብሎ ዘሎ እውን ኣመና ክንደይ ርሑቕ ከም ዘሎ እዩ ዘርእየካ እምበር ዋላ ነቲ ሃይማኖት እንተዝፈልጦ ሰብ ንሃይማኖቱ ብግቡእ እንተዝርድኦ እውን መፍትሒ ኩሉ መፍትሒ ናይ ብዙሕ ጸገማት ክኸውን ይኽእል እዩ ሃይማኖት ንኣምላኽ ንእግዚኣብሔር ኣምላኽ ዝፈለጠ ሰብ እኮ ካልእ እትረፍ ሰላማዊ ሰብ ክኸውን ይኽእል እዩ ሰናይ ኣብ ውሽጢ ክሓድሮ ይኽእል ሎሚ ግን ህዝብና ዋላ ነቲ ናይ ሃይማኖት ዋላ ነቲ መጽሓፍ ቅዱስ ዋላ ነቲ ገለመለ ዘይፈልጦ መዓት ሰብ እዩ ዘሎ ስለዚ እ፣ እቲ እንታይ እያ ክብል ደልየ ኣነ እቲ ብሓፈሻ ተጠቕሊሉ እቲ ሓሳብ ኣብ ስደት ዘሎ መንእሰይና ነቲ ዘሎ ዘመን ዝምጥን ኣተሓሳስባ ከማዕብል ኣለዎ ኣብ ዒስራን ሓደን ክፍለ ዘመን ብናይ ሚእቲ ዓመት ንድሕሪት ክልተ ሚእቲ ዓመት ተመሊስካ ድሑር ባይደወይ ድሕሪ ቅድሚ ክልተ ሚእቲ ዓመት ከማን ኣቦታትና ሕጊ ቆይሞም እዮም ባይደወይ ሕጊ ነይርዎም ሕጊ እንዳባ ናይ መርዓ ቅዲ ብዙሕ ቅርፂ ባህሊ ፈጢሮም እዮም ብ- ብክንደይ ፀላእቲ ከማን ህዝብናስ ኣቦታትና ኣይተሳዕሩን ፀላእ እኮ ብዙሕ እኮ ይፈቲኑ ግን ቋንቁ ከጥፍእ ዘይከኣለ ባህሉ ከጥፍእ ዘይከኣለ ህዝቢ ኣለና እዚ ሓያል ዘይንቀል ማዕፆ ዕር- እ፣ ተሪር ዝኾነ ህዝቢ ከመይ ገይሩ ኣብ ስደት ብዘይረብሑ ሰባት መፃወቲ ኮይኑ ይውዕል ኣሎ ክምለስ ክኽእል ኣለዎ ናብቲ ናይ ኣቦታቱን ናይ ኣዴታቱን ኣተሓሳስባን ስነ ልቦናን ክምለስ ኣለዎ። ብመሰረቱ ስድራና እውን ነቲ ዝነበረ ጸላኢ ዝሰዓርዎ ብሕብረት ብሓድነት እዩ፣ ብኻልእ ኣይኮነን። ስለዚ ሲ እዚ መንእሰይ ኣብ መበል ዕስራን ሓደን ክፍለ ዘመን ዘሎ ከኣ ነዚ ነጥቢ እዚ ኣውራጃ፣ ሃይማኖት፣ ብሄር እዚኦም ብምልኦም ንስኻ ናትካ መግለጺ ኣይኮኑን። እዚኦም ዝተዋህቡኻ ብሾሻል ኮንትራክት እዮም። በዚኦም ነገራት እዚኦም ተዓሺኻ ንኻልኦት ሰባት ክትጸሊ የብልካን መወዳእታ ንሕና ሰባት ኢና ዓለ መወዳእታ ንሕናስ ብኣፍሪቃ ንዛረብ ኣለና እኮ ግደፎ ናይ ከባቢና ንሕና ከም ኣፍሪቃ ከይተረፈሲ ቀርኒ ኣፍሪቃስ ካብ ኩናት ክወጽእ ኣለዎ ጎረባብትና ክጥዕሞም ኣለዎ ንሕና ክጥዕመና እኮ በሃል ኣሎ ሕጂ ኣብ ውሽጢ ደሎ መንደቕ ጌርካ ክትፈልዮ ምፍታን ንባዕሉ ዓቢ ገበን ኣብ ልዕሊ ህዝቢ ኤርትራ እዩ። ዓቢ በደልን ገበንን ኣብ ልዕሊ ህዝቢ ኤርትራ እዩ ብኣውራጃ ንህዝቢ ኤርትራ ክትብትኖ ምፍታን ማለት ዓቢ ዓቢ ገበን ኢኻ ትፈጽም ዘለኻ ኩሉ ሰብ ከኣ ዋግኡ ዝረኽበሉ መንገዲ ክስራሕ ክኽእል ኣሎ ነብሲ ወከፍ ኣፉ ሃህ ኣቢሉ ከም ድሌቱ ዝተዛረቦ ሰብ ዋጋ ክኸፍል ክኽእል ኣሎ That's why ድማ ብቀዳማይ ኮም መደብ ኣዳልየ ነይረ ኣፉ ዝሕሉ ድብል ኣሎ ጥቅስ ናይ ንጉስ ሰሎሙን ኖ ኣፉ ዝሕሉስ ከናፍሩ ይባልህ ኢልዎ ኣፉ ጋህ ዘብል ግን ሕሰም መከራ ይረኽቦ ኢልዎ ስለዚ ሰብ ኣፉ ዘይቆጻጸር ዘበለ ኣፉ ዘይኣደበ ዘበለ ዋጋ ናይቲ ዘይኣደቦ ኣፉ ክረክብ ክኽእል ኣሎ ነብሲ ወከፍ ሰብ ነዚ ድማ ክንሰርሕ ኣለና ማለት ኢዩ። ስለዚ እዚኣ ኢያ ትመስል እታ ሓፈሻዊ ሓሳብ። ጆኒ ምናልባት ዝኾነ ዝተረፈ ክንውስኾ ንደሊ ተሎ go ahead። Okay go ahead. ያ ኦኬ እንታይ ክተብላ ሓሲብኪ ዳኣ ኣላኪ ወላ ጭቅ ሓሳብ ክውስኽ ሓሲበ ግን ድሓን go ahead ደድሕሬኻ ክብሊ ጸገም የብሉን። ኦኬ ኦኬ ኖ ኖ ዋላ ኣብታ ናተይ ንእሸይ ኣብታ ዝበልክያ እንድየ ንከማን ክዛረብ ደልየ ነይረ። ሕጂ ጽቡቅ እዩ ዋላ ምስ ሜሮን ብዙሕ ግዜ ዋላ ክነዕልል ከለና እንታይ እዩ እቲ ሰብ ሓደ ዝኮነ ቀዳመይቲ ኣነ ብውልቂ ዝደልያ እንታይ እያ ብቅዓት ኣለዎ ድዩ ቅድም እቲ ሰብ እያ ብቅዓት ኣለዎ እቲ ኮይኑ ቅንዕና ከ ኣላቶ ድያ ዘን ክልተ ጥራይ ኢና ንዝኮነ ሰብ ንሓቱ ቅንዕናን ብቅዓትን ብስነ ሓሳብ ሰብ ዋላ ብ ዓሰርተ ንመቀል ጸገም የብሉን ምክንያቱ ንሕና ሓሲብና ክንውድኣሉ ሓላፍነት ዝሃበና የለን ነዚ ህዝቢ ድዩ ንዝኮነ ሶሳይቲ ናትና ኩሉ ሰብ በታ ትመስሎ ነቲ ህዝቢ ተሕሹ እያ ዝብላ ሓሳብ ሒዙ ቅርብ ይክእል እዩ ጸገም የብሉን ናትና ከኣ ሓንቲ ከም ሰብ ናባና ትቁጸር ድምጺ ክትህልወና ትክእል እያ ግን እቲ ሰብ ብቁዕ ድዩ ቅድም ብቅዓት ኣላቶ ድያን ክንዛራረቦስ ይበቅዓና ድዩ ዓቅሚ ኣለዎ ድዩ ነገራት ክርዳእ ይክእል ድዩ ኣሎ ቅኑዑ ድዩ ከኣ ድሓር ከኣ ብቅንዕና ከኣ ነተን ዝኣምነለን ድዩ ነተን ገለ ክማጎተለን ድዩ ክካትዓለን ከኣ ይክእል ድዩ ዘን ክልቲኣን ህጂ ንዳህላክ ኣገጣሚ ዘን ክልተ ኣለዋኣ ጽቡቅ ነገሩ ብሓሳብ ኢና ክንፈላለ ንክእል ብቕንዕና በቃ ብቕዓት ኣለዋ ብቕንዕና ከኣ ሓሳባ ክትገልጽ ትኽእል እያ ኣብታ ቅንዕና ከኣ ክትጽረፈሉ ትኽእል እያ ዋጋ ትኸፍለሉ ገለ ገለ እያ ሕጂ እቲ ማቲ ክምልሰልካ ከለኹ ከምዚ ክስታይ ከይመስል ኢለ ሓደ ሓደ እቲ ምፍልላይና ሲ ከምዚ ተጻሊእና ንገብሮ ዘለና ወይ ገለ ህልኽ ዝተሓወሶ ከይመስል ኢለ ሕጂ እቲ ናይ ኣያታትና ኢለ ነዝተንከፍክዎ ዓንተ ወይ ዝኾነ ኣያታትና ዝኸፈልዎ ዋጋ ናትና ብልጫ እዩ ንሱ ናትና ፓወር ንዕኡ ተጠቂምና ኢና ክንዓቢ ንደሊ በቃ ኣያታትና ዝኸፈልዎ ገለ ቃልሲ ድዩ ዋጋ ድዩ እንድሕር ኣብ ማይ ኣትዩ ንሕና ዜሮ ኢልና ክንብገስ ይኸብደና እዩ ብጣዕሚ እዩ ዝኸብደና ኖኖ ናቶም ጌጋ ንግደፍ ንሕና ሓላፍነት ንውሰድ ዝበሃል የለን ዜሮ ኢልና ክንጅምር ኣይንኽእልን ኢና ዓሰርተ ግዜ ንሕና ዜሮ ኢልና ንኸይንጅምር እዮም ድዋዕዋዕ ኢሎም መቸም ስድራና ሰንኪሎም ገለገለ ዝመፁ በዛ ገድሊ ንሕና ዜሮ ንዜሮ ንኸይንምለስ እዩ ዝኾነ ወለዶ ናይ ኣባሓጎታቱ ዝነበረ ዛንታ መቐጸልታ ናቶም ኮይኑ ከይ ጽቡቕ ነገር ገዲፎምሉ ክኸዱስ ናቱ ብልጫይ ጽቡቕ ነገር እዩ ጽቡቕ ተገዲፎምሉ ከመስግኖም እዩ ዘለዎ መከራ ገዲፎምሉ ተኸይዶም ከኣ ክረግሞም እዩ ዘለዎ ከምዚ ዝሓለፈ ወለዶስ ኣይንሕተቶ ኣይንወድሶ ዝበሃል የለን ክንውድሶ ተኾይንና ክንሓቶ ከኣ ኢና ንገድልና ከምታ ብስነ ስርዓት ንውድሶ ደም ርሂጾም መጺኦም ብደዩ ደሞዝ ዘይብላዕ በሊዖም ኣብ እምኒ ተተርኢሶም ሓዲሮም ዓይኖም ዓዊሮም ሰንኪሎም ኣምጺኦማ እንተኢልና እዞም ዝተረከብዋ መሪሕነት ከኣ ኣጥፊኦማ ኢልና ክንከስስ ግድን እዩ ክንውድስ ተኮይና ክንከስስ ከኣ ኢና ብሓደ ላይን ዶ ክይር የለን ህጂ ኣብዛ ዓድና ናትና ጅግና ንብሎ ሓደ ክስታይ ኣይኮነ ዝመደረ ገለገለ ከማን ኣይኮነን ብቀንዱ ዝብላዕ ዝስተን ናይ ስራሕ ዕድል ዝኸፈተን ናትና ጅግና እዩ ኣብዛ ኤርትራ ኤርትራ እዚኣ ከተውሕስ ኢና ንደልያ ድብላዕ ድስተን ስራሕን ንህዝባ እዚ ድዩ ድበልክዮ ዓንተው ዳህላክ ጽቡቅ እዩ ዲሞክራሲ ገለ ጽንጽዋ እዩ ከከም ኣገደስነቱ ተምጽኦ ትኽእል ኢኻ ኣብ ገለ ጥቕሙ ተተራኢካ ከተእትዎ ትኽእል ኢኻ እቲ ናይ መውትን ሕየትን ሕቶ ነዚአን ኣነ ብውልቂ ኣነ ክነግረካ ኣነ ይርዳእንን እዩ ኢኮኖሚ ከመይ ጌርና ኢና ክንሰርሖ እቲ ዝዓበየ ሃገር ሓንቲ ሃገር ተሓቶ ሕቶስ ኣነ ይርዳእንን የብለይን ንዓይ በቃ ኣነ ዝፈልጦስ ኣዝዩ ንእሽተይ እዩ ማለት እዩ ምስቲ ናይ ብሓቂ ሂወት ናይ ብሓቂ ፖለቲካ ተእቲኻኒ ንዓይሲ ኣዝየ ንእሽተይ ነገር እየ ዝፈልጥ ማለት እዩ ዝብላዕ ስተ ክቕርብ እንድሕር ዘይክኢለ ድዩ ወይ ናይ ስራሕ ዕድል ክፈጥር ተዘይክኢለ ብኤርትራስ ንዓይ ኣሚኑ ጠጠው ክብል ዝኽእል ሰብ የለን ኣብቲ ሃገር ዘረባኻ ክጥዕም ጽቡቕ ዕዲልካ እና ገለ እንዳበለ ምሳይሲ ኮፍ ክብል ዝደሊ ሰብ የለን። እቲ ዝዓበየ ሕጂ ናትና ጅግና ንቅድሚት ከነምጽኦም ደሊ ባይታ ክፍጠሮም ኣለዎም ንብል ናይዛ ሃገር ኢካናምን ድብል ላዕሊ ስልጠን ስራሕን ክፈጥሩላ ዝክእሉ እዚኦም እዮም እቶም ዘሞስት ጀጋኑ ገይርና ከም ክሳይ ከነቅርቦም ዘለና። ሕጂ ኣብ ሃገርና ግን ዋላ እዚ ድብል ላዕሊ ስልጠን ንብሎ ዘለና ኣብ ዓድና ክከውን ኣለዎ ኢና ንብል ደለና ሕጂ ነዚኣ ንከይትግበር ዓጊቶምና ዘለዉ ሰብ ሕጂ ንሕና ሓሚቆም ኣይኮናን ንብል ደለና ስድራና ንሕና ሓሚቆም እንተኢልና ንሕና ክንዲ ኣቦታትና ኣኪልና ኢና ሕመቆም ዘይንሽፍነሉ ምኽንያት የለን ናይ ፀላኢ ኣታሕዛ ሕዙና ኣለዉ እዩ ከም ፀላእትና ኮይኖምሲ ዋላ ነቲ ከነዕርዮ ድበልናዮ ኣይተዕርይዎን ኢኹም ይብሉና ኣለዉ ሕጂ ገዛውቲ እዛ ሃገርሲ ክንሃንፃ ካብ ዓዲ ሃገር ዘምፃእናዮም ቁሩብ ገንዘብ ኣለዋ ብንብረት ኣብ ሃገርና ንሃገርና መዕበይ ይኮነና መናእሰያትና ክሰርሑ ከይወፁ ከይስደዱ በቃ ናይ ገዛውቲ ህንፃ ግበሩና ኢሎም እምቢ ኢሎምና። ካብ ንሃገርና ንጎረቤት ሃገርና ፍቕሪ ዘለዎም ይዓቢ ኮይኖም ጸኒሖምና ጎረባብትና ከይብትና ንኣሽቱ ኣሕዋትና ከኢሎም ዘሰውኡ መራሕቲ መጺኦም ኣብ ዓድና ጎረባብትና ከይብተና ክብላስ በቃ ንኣሽቱ ኣሕዋትና ዓይኖም ዓዊሮም በቃ ኣቢሎም ኣለዉ ድዋዕዋዕ ኢሎም በቃ እቲ ኣቦታቶም ዝመለሱሎም ሕቶ ንዜሮ ተመሊሱ ኢና ንብል ኣለና ኣቦታቶም ዓይኖም ዓዊሮም ዘምጽዋ ሃገር ካልኣይ ግዜ ንክዓውሩ ዋጋ ክፊሎሞም ሕጂ እቲ ሕቶ ከኣ ስቲል ኣይተመለሰን። ንጹር ሓደ ከነዐውቶ ሓቢርና ዘለና ዕላማ እንተዝህሉ ከኣ ዋላ ሓንቲ ዋጋ ንኽፈል ንሕና ውን ግቡእና ንግበር ምበልና እኮ። ንምንታይ ኢና ግቡእና ክንገብር ሕጂ? መንእሰይ ናብ ብረቱ ገዲፉ ዝሃድም መዓት እዩ። ሕጂ እዞም ዘይጠቕሙ ዘይረብሑ ጠይጣያት ወዲ ጠይጣያት ንኽኸብሩ ኢልናሲ ዘዝተወልደ ቆልዓ ዋጋ ክነኽፍሎ ፍትሓዊ ኣይኮነን። ኣብ ዓድና ጸባ እንቃቑሖ ብንቡር ካብ ዘይብላዕ ነዊሕ እዩ ጌሩ። ብዓጸቦ ዝሳቐ ቆልዓ መዓት እዩ። ጥሜት እዩ ዘየለ ብኤርትራ እምበር ዓጸቦ መዓት እዩ። እዞም ቆልዑ እዚኦም ፅባሕ ንጎ ተሕኮር ጎቦ በፂያ ከማን እዞም ሕጂ ተወሊዶም ዳዓብዩ ደለዉ ንሃገሮም ጎቦ ሓኺሮም ከድሕንዋ ኣይክእሉን እዮም ከምቶም ናይ ቀደም ዝነበሩ ወለዶ ኣብራኽ የብሎምን ሕክምና የብልናን በቃ ዘይጠቅም ሕማም ሓሚምካ ንደገ ፅሒፍናልካ እታ ደገ ትበሃል ሱዳን ካብዚ ዝዓቢ ንዓና ውርደት የለን ሱዳን ክትከውን ደገና ንሱዳን ሪፈር ክንበሃል ኣትሊስት ንጀርመን እንተኢሎምኻ እኮ እዎ ጀርመን ዓባይ ሃገር እያ ጀርመን ካባና ጥራይ ዘይኮነስ ካብ ኣዝየን ብዙሓት ኣብ ዓለም ዘለዋ ሃገራት ትበልጽ ሃገር እያ ምዕብልቲ እያ ዓባይ ሃገር እያ ናብኣ ክትስደድ ኦኬ ሃገርና የብላን ጀርመን ኣለዋ እንተኢልካ ዋላ ሓንቲ ኣየሕፍርን እዩ እዚ ኢትዮጵያን ሱዳንን ንዓና ንኽሕክማና ተባሂሉ ሲ ሕጂ እዚ ኩሉ ዝውርደት ክእለ ተኮይኑ ከዓ ከም ሶሳይቲ ንተስእ ኢና ንብል ዘለና ሕጂ ከም ሶሳይቲ ክንትስእ ተኮይንና ከዓ ሽግሩ ዘይተረድኦ መዓት ማሕበረሰብ ኣሎ ብዛዕድና እቲ ናይ ብሓቂ ሽግርና ብኑጹር ተዘይ ተቀሚጡ ክፍታሕ ኣይክእልን እዩ ነየን ሽግር ኢልና እሞ ክንፈትሕ ድኣ ኢና ድሕሪ እቶም ሽግርና ናይ ብሓቂ በቃ ዝንዝንዝን እዩ ሽግርና ኢልና ጺሒፍና ተዘይ ኣቀሚጥናዮሲ ወላ ክንፈትሖ ሕተይ ኢልና ናበይ ክንከይድ ዳይረክሽንና እኮ እዩ ሽግርካ ምፍላጥ እኮ ዳይረክሽንካ ምንጻር ማለት እዩ ሕጂ ንሕና ንዝኾነ ሰብ ሓደ ዓይነት ዕላል ኣይኮናን ነዕልሎ ዝኾነ ተቃዋማይ መጺኡ ኢሰያስ ኢሰያስ ኢልና ዓሰርተ ግዜ እስኻ ከ ታይ ትገብር ኣለኻ ኢሉ ኣሎ ምስ ኩሉ ሰብ ሓደ ዓይነት ዕላል ኣይኮናን ንዕልል ሕጂ ኢሰያስ እዚ ጌሩ እዩ ኢኻ ትብል ዘለኻ እስኻ እንታይ እዩ ክትገብር መደብካ ተወዲብካ ዲኻ ናይ ብሓቂ ትፍታሕ ትደልዮ ዲኻ ንሕና ንኽንዕወት ከ እንታይ ትገብር ኣለኻ ምኽንያቱ ሽግርካ ፈሊጥካ ኢኻ ለውጢ ከተምጽእ ግን እንታይ ትገብር ኣለኻ ኢልና ንዑ ከማይ ናዋላ ምስ ሜሮን ኣብዚኣ ንዕልሎ ምዕላል ወላ ነቲ ንሕና ደገፍቲ ተቃዋምቲ ገለ ነዚ ዘይጠቅም ጉሩባት ኣብ ምባል ይኮናን ዘለና ኣገዳሲ ይኮነን ንዓና ዝብዚ ደገ ዝፍጠር ጉሩባት ንሕና ቅንዕናን ንጹርነትን ኢና ኩሉ ግዜ ንሓት ንሕና ደገፍቲ ኣይኮናን ተቓወምቲ ኣነ ኣይኮንኩን ተቓዋማይ ድዩ ደጋፋይ ድዩ እዚ ናይ ደገ ስቕ ኢልካ ዝወጽእ ክስታይ ኣስማት ዳስ ኣይውክለናን የፈንፍነና ኢኻ ማን ማቲ መቐጸልታ ሽግርና ኮይኑ ኢና ረኺብናዮ ኣብ ዓድና ዝነበረ ሽግርስ ኣብ ደገ ንኽንቕጽለሉ ተባሂሉ ዝተሰርሑ ጉሩባት እዩ ኢልና ኢና ንኣምን መፍትሒ ደይኮነስ መቐጸልታ እዩ ሕጂ ዋና ሕቶ ኢሰያስ ከም ጅግና ዝርድኦ ሰብ እንድሕር ደኣ መጺኡ ምሳይ ከዕልል ኮይኑ ገይና እሱ ሽግሩ ክፈትሕ ከም ዘይክእል ኣነ ሚእቲ ፐርሰንት እናፈለጥኩ እየ ዝዕልሎ ምኽንያቱ ጸገሙ ይፈለጥ እንድሎ ከመይ ገይሩ ክፈትሖ ኣሕዋትና እዮም ገለ እዮም ሽግር ዝበሃል እኮ የብልናን ግን ብዛዕባ ጸገሙ ዘይፈለጠ ሰብሲ እንታይ እናበለ እዩ እሞ ክፈትሕ እዩ ዘሎ እቲ ዋና ሕቶ ክፈትሖ ይክእልን እዩ ነቶም ጸገምና ንፈልጥ ኢና ዝብሉ ከዓ መፍትሒ እንታይ ኣዳሊኹም ኢልና ኢና ንሓቶም ኩሉ ግዜ ጸገምኩም ምፍላጥኩም ጀጋኑ ኢኹም እኹል እዩ ገለገለ ኣይኮነን ንጅግና ገይና ይበቃዕና እዮን ኣብ ዓዲ ሃገር ዝፈጠርዎ ባኒ እንጀራ ተለጢፍና ንበልዕ ዘለና ሶሳይቲ ኢና ጌና ናትና ንብሎ ዝኾነ ዘይጨበጥና ሶሳይቲ ዕድሜና በቃ ተወዲኡ ዝኾነ ነገር ከየበልናላ ንሃገርና ኹን ንነብስና ኹን ንሶሳይትና ኹን ከየበርከትናሉስ ይጠፍእ ኣሎ ኢልና ኢና ንዛረብ ዘለና ሕጂ እዚኤን ከነረጋግጸን እንተኾይና ኣብ ዓድና ኢተይልና ከኣ እቲ ኣብ ዓድና ማእከል ኣይፍቀደኩምን ኢሉ ሒዝልና ዘሎ ሓይሊ ኣብ ዓለም ምሉእ ገዛ ዓጊታ ትፈልጥ ኤርትራ ጥራይ ገዛ ምስራሕ ዓጊታ ትፈልጥ ኣብ ዓለም ታሪኽ ሕጂ ዋላ ናትና ኣብነት ምስ ናይ ዓለም ኣይመሳሰልን እዩ ሕጂ ካብ ናይ ዝኾነት ሃገር ከይድና መወከሲ ከነምጽእ ተደሊና ሓደ ሓደ ይጽልምተና እዩ ንዓና ትመስል ሃገር ምሰን ነጋዶ ንመጀመርያ ግዜ ኣብ ዓለም ዓጽያ ትፈልጥ ኤርትራ ዝኾነ ሃገር ተራእዩ ዘይፈልጥ ኣብ ታሪኽ ዓለም ከይተረፍዮም ጌሮምና እዚኦም። ሕጂ ገዛ ተዘይ ሰሪሕካ ሃገር የላን ማለት እዩ። ክንደይ እዮም ብሰንኪ ሓማተይ ብሰንኪ ሓሙይ ተባሂሎም ድፋትሑ ብዘይ ኣቦ ብዘይ ኣደ ፋሕፋሕ ኢሎም ድዓብዩ ቆልዑ ዘለውና ሕጂ በቃ ሓንቲ ገዛ ሰሪሕካ ወይ መንግስቲ ዋላ ባዕሉ ሰሪሑ ገዛ ክራይ ሕሱር ጌሩ ሰብ ብሰላም ሓዳሩ ወጽዩ ነታ ነብሱ ትመስል ፋሚሊ መስሪቱ ንኸይነብር ከይተረፈ እዩ ተዓጊቱ ገዛ ተዘይ ተሰሪሑ ዳህላክሲ በቃ ኢማጂን ግበሪ ኣብ ዝኾነ ሃገር ገዛ ምስራሕ ጠጠው ኣቢላ ኣላስ ክንበሎ እዩ ክምሕሰብ ኣብ ዝኾነ ሃገር እንታይ ዕንወት ክመጽእ ይኽእል? እንታይ ናይ ስራሕ ስእነት፣ ናይ ሽቕለት እልቦ ናይ ገለ ናይ ሃገር ናይ መወዳእታ ሬድ ላይን ዝበሃል ሰራዊታ እዩ። ሰራዊታ ብረቱ ደርብዩ ይሃድም ኣሎ እንተ ኮይኑ በቃ ሓደ ሲርየስ ሽግር ጸላኢ እዩ ዝመርሓ ዘሎ ማለት እዩ። እታ ሃገር ሕማቕ ኣይኮነን ዝመርሓ ዘሎ ዲክታቶር ገለ ስለ ዝመርሓ ዘሎ ኣይኮነን ደመኛ ጸላኢኣ እዩ ዝመርሓ ዘሎ። ከምዚ ዓይነት ናይ ሰራዊታ ሽግር ከይተረፈ እንድሕር ክፈትሖ ፍቓደኛ ዘይኮይኑ ሓደ ክስታይ እዩ ሕጂ ባይ ዘ ወይ ኣረ ጽቡቅ ግን ናትኪ ዳህላክ ናትኪ ብዙሕ ነገር እየ ዝፈትዎ ዳርጋ ኩሉ ክብለኪ ይክእል እየ ዕጥቅት እየ ብዝኮነ ንክትብልዮ ትደልዪ ንጹር ቀጥታስ ንዓኺ ኣይኮንኩን ሕጂ ብሓፈሻ ነቲ ሶሳይቲ ወሪድዎ ዘሎ ንየነ ብቀንዱ ከነጽር ደልየ ናትኪ ሓሳብ ኣይጸሎን እየ ከም ክስታይ ወላ ነቲ ደገፍ ከማን ናይ ብሓቂ ካብቶም ብብቅዓት ክትከላኸልሉ ትክእሊ ኢኺ ጃስት ብቅዓት ስለ ዘለኪ ብቅንዕና መጺኺ ወላ ዝሃብክዮ ገለ ሕማቅ ኣይኮነን ከም ርእይቶ ግን ከም ሶሳይቲ ክንትስእ ንክእል ዲና ተልካ ግን እከብድ ስለ ዝኮነ እየ እምበር ከምዚ ፐርሰናል ኪትወ ዝየድየ።
ኦኬ ጉድ ጆብ ጆኒ ደሓን ኢኻ እንታይ ነምጻኻ ሃራሪ ዚፍቲ ፖለቲካኻ እንታይ ተተባእስናዮ እንታይ ከይትብል ኢለ እየ